ሰላም ሰላም ሰላም ተኸታታሊ ቻናለይ ከመይ ውዒልኩም ከመይ ቀኒኹም ኣነ እኮ እግዚኣብሔር ይመስገን ፅቡቅ ኣለኹ ንስኹም እውን ክትፅቡቅ ክትሉ በዓል ተስፋዬ ሎማዓንቲ ካብ ብሓድሽ ቪድዮ ብሓድሽ ሓሳብ እየ መፂእኩም ዘለኹ ንዓኹም ሓጋዚት ንመሃሪ ነዳ ሓሰብካ ሓንቲ ፅፍፍ ዝበል ኣፕሊኬሽን እያ ካብ መጀመርታ ክሳብ መወዳእታ ምሳይ ሕብሪኩም ክፅንሑ ዝዓደምኩ ኣብዛ ቻናል እየ ሓደሽ ዝኮንኩም ሰባት ላይክ ሳብስክራይብ ኣይትረስዑ ልዕሊ ኩሉ ነዛ ቪድዮ ላይክ ሃቡዋ ቅድሚ ናብታ መደብ ምእታውኩም ላይክ ታብኩም ተመራፂ እዩ ስለዚ ናብ ተመደ ከብለኩም መጀመርታ ፕሌይ ስቶር ትኸዱ ብድሕሪኡ ኣብዚ ቪድዮ ቱ ኤምሲ ኮንቨርት ኢልኩም ሰርች ትገብሩ ንኣኹም ታጠመኩም ኣብዚ እታ ሓደ ሚልዮን ኣሎ ሚእቲ ሽሕ ሓሙሽተ ሚልዮን ሚእቲ ሚልዮን ብዙሕ ኣሎ እታ ድሓሸት እዚኣ እያ ኣብ ዝላትኩም እታ ራብዒት ዘላ ማለት እዩ መሪፅኩም ዳሕና ኣኹም ሓይሽ ድበልኩም ካብዚ ተወርዱ ኣነ ውሪደ ስለ ፀንሖ ናብ ኣኸእትወኩም ብድሕሪ ስታርት ትብልዋ ትደልዮ ፋይል ትመርፁ ኣነ እዚኣ መሪፅ ኣለኹ ቪዲዮ ይሱ ትቆርፆ ትኽእሉ ኢኹም ካብዚ ናብዚ እንዳብልኩም ትቆርፆ ትኽእሉ ኢኹም ስለዚ ኣነ እታ ሙሉክ ገብረ እየ ኮንቨርት ዊዝ ቪዲዮ ቱ ኤምፒ ስሪ ትብለንላ ኮንቨርት ክብላ እየ ከም ዝሪእሎም ኦሬዲ ኮንቨርት ኮይና ኣላ ተቐይራ ኣላ ማለት ናብ ኣድዮ ከስማዕኩም ንእሽተይ ሰላም ሰላም ሰላም ተኸናይቲ ቻናል እዩ ናቲ ቪድዮ እዩ ኤዲት ሪከርድ ገበርኩ ማለት እዩ ኮንቨርት ገይራ ተሎ ኦሬዲ ቪድዮ ነበረ ናብ ኣውዲዮ ኮንቨርት ገይራ ተሎ ናይ ሎማዓንቲ ቪድዮ ነዚኣ ትመስል ነይራ እዚ ኣፕሊኬሽን ክትሕግዘኩም እያ ንብዙሕ ነገር ክጠቕመኩም እያ ወላ ንኣውዲዮ ቡክን ክጠቕመኩም ትኽእል እያ ወይ ዝኾነ ቪድዮ ኣብ ትምህርቲ ወይ ከዓ ኣብ ዩቱብ ዝሰምዑዎ ብኣውዲዮ ክሰምዑ ተልዮም ናብ ዘመፅን ኮንቨርት ጌርኩም ናብ ድሌትኩም ወይ ከዓ ድሌትኩም ብክስታይ ክሰምዑ ተልዮም ካብ መጀመርታ ክሳብ መወዳእታ ምስ ሓቢርኩም ስራሕኩም እንዳመስገንኩ ኣብዛ ቻናለይ ሓደሽቲ ዝኾንኩም ሰባት ላይክ ሳብስክራይብ ኣይትረስዑ መሃሪት ንሓጋዝ ኢልኩም ተሓሲብኩማ ናብ ፍሬንድስኩም ናብ መሓዝኩም ሸር ግበራ ክሳብ ብካል መዓልቲ ብካል ቪድዮ ድመፃኩም ብሩክ መዓልቲ